ዛንታናም ዛንታናም ኣብ ሓቀኛ ታሪኽ ዝተደረኸ መጽሓፍ ጸሓፊ ኣዲሱ ኣለማዮም ዘንታዊ ሰለሞን ገብሩ ዛንታናም

ዋላ እኳ በዲላትኒ ጠሊማትኒ እንተተፈላለና ከመይ ትኸውን ትህሉ ናብራ ከመይ ይገብራሉ ይኸውን ኢለ ደሃያ ክጠያየቕ ንምንታይ ዘይፈተንኩ ኢለ ብሓያል ጣዕሳ ተጣዓስኩም ቀዲሓ ዝቐበለትኒ ቡና ብዘረባኣ ተመሲጠ ከዳምፅ ብኢደይ ዝሒሉ ኣልዒለ ከም ማይ ግጥም መቢለ ሰትየ ተስፋ ኣቕይሙ መጻኢኣ ተሰይሩ ደኺማ ስለ ዝረኣኽዋ ብዝኸኣልክዎ ቃላት መሪፀ ከበረታት ዓይለም ኣዜብ ኣጆኺ ከቢድ ግዜ ሓላፋ እዩ ናይ ሎሚ ህይወት ደኣ ንበይንኺ እኮ ኣይኮነን ጸልሚትኪ ዘሎ ኣብዚ ሕዚ ሰዓት ንኹሉ ትግራዋይ ከቢድዎ እዩ ዘሎ ኣጆኺ እዚ ኩነታት ምስ ሓለፈ ትግራይና ኣዝያ ዝማዕበለት ሰላማ ዝተረጋግዐ ክትከውን እያ እተን ዝነበራ ፋብሪካታትና ክኽፈታ ሓደሽቲ ፋብሪካታት ክትከላ እየን ዓዲ ናብ ሓፂር እዋን ክትዓቢ እያ ንስኹን ቀልጢፍኪ ስራሕ ክትጅምሪ ደቅኹን ምስ መሓዙቶም ኣብ ቤት ትምህርቶም ክውዕሉ እዮም ነቲ ሰብኣይ እውን ብሕጊ ክትሓትዮ ኢኺ። ዝወለዶም ደቁ ከዕቢ ሓላፍነት ስለ ዘለዎም ብሕጊ ክግደድ እዩ። ይውጋሕ ጥራሕ። ሓቂ ዘረባ ኣብዚ ሕዚ እዋን ኣሽንኳይ ዶ ንስኺ ቆልዑ ትሒዝክስ ሓደ ሰብ ንበይኑ ንኽነብር እውን ናብራ ከቢድዎ እዩ ዘሎ ብጣዕሚ ጅግና ኢኺ ነዞም ቆልዑት ሒዝኪ ነዚ ኩሉ ጸገማት ተጻዊርኪ ኣብዚ ምብጻሕኺ ብጣዕሚ ንፍዕቲ ኢኺ እግዚኣብሔር ፈጢሩ ከም ዘይርስዐኪ እመኒ ኣጆኺ ኩሉ ነገር ክሓልፍ እዩ ፈጣሪ ንጽቡቕ ህይወት ኢሉ እዩ ዝፍትነኪ ዘሎ ኣብዚ ዓለም ክንደይ ሚልዮናት ገንዘብ ኣለዎም ዝበሃሉ ሰባት ኣብ ሆስፒታል ደቂሶም ጥዕና ስኢኖም ኣሽሓት እናፍሰሱ ኩላሊቶም ዝሕፀቡ ከም ዘለዉ ዝነበሮም ሃብትን ንብረትን ጥሪትን ኩሉ ብሰንኪ ኩናት ዓንዩ ኣብ ጎደና ዝተደርበዩ ከም ዘለዉ ኣካሎም ጎዲሉ ኣብ ስቓይን መከራን ዝርከቡ ወገናትና ብዓብኡ ህይወቶም ዝሰኣኑ ብዙሓት ምዃኖም ኣይትፈልጠን ዲኺ ናትኪ ህይወት ቀሊል ዋላ እኳ ተዘይኮነ ብናይ ካልኦት ኣንጻር ክረአ ከሎ ግን ደሓን እዩ ዝበሃል ስለ ዝኾነ ኣጆኺ ተስፋ ከይትቖርጺ ትርር በሊ ክሓልፍ እዩ እዚ ግዜ ክሓልፍ እዩ ኣዜባ ከምዚ በይንኺ ኮንኪ ብሕታውነት ክስምዐኪ ከሎ ወይ እውን ዝኾነ ነገር እንተፀጊሙኪ ዘድልየኪ ነገር እንተሃልዩ ምስ ኣደይ ተማኸሪ ድሓን ኣጆኺ ኣይትሰከፊ ኣጆኺ እዚ ሕማቕ እዋን ተደጋጊፍና ክንሓልፋ ኢና ኢለ ዓይኒ ዓይና እናረኣኹ ካብ ልበይ ተዛረብክዋ ኣዜብ ዘረባ ጀሚረ ክሳብ ዝውድእ ዓይና ኣብ ዓይነይ ተኺላ ብተመስጦያ ተዳምፀኒ ዘላ ግርማይ ሓወይ ክኸፍአኒ ከሎ ከምዚ ጽቡቕ ቃላት ዝዛረበኒ ሰብ ክረክብ ከለኹ ንብዓት እዩ ዝቕድመኒ ንብዓት ተጀሚረ ድማ ቀልጢፈ ከምዚ ይቋርጽ ትፈልጥ ኢኻ ብዙሕ ምኽርን ሓልዮትን ኣይተብዝሐለይ ኣብ ቅድሜኻ ከይነብዕ እሞ ምእባዱ ከይከብደካ በለት ነዘይ ምብካይ እናፈተነት ሕንቕንቕ ኢልዋ ከምዚ ኣጆኺ በሃሊ ሓደ ሓው ወይ ሓንቲ ሓፍቲ እምንቲ መሓዛ ምነበረትኒ እኮ ኣብ ማእኸል ሜዳ ተደርበይ ምወደቅኩን ሰብ ዘይብለይ ምዃነይ ርእዩ እንዳኣሉ ተጻዊትለይ ኣብ ሜዳ ደርብዩኒ ኸይዱ በለትኒ ንብዓታ ካብ ዓይና ኣምሊጠን ከይፈሳ እናተቓለሰተን ኣዜብ ኣብ ጎና ኮይኑ ሓሳብ ልባ ዝርድአላ ኣብ ውሽጣ ዝሓዘቶ ነገር ቀልቢ ሂቡ ዘዳምጻ ናይ ህይወት መንገዲ ዘርእያ ካብቲ ኣትያቶ ዘላ ደልሃመት ዘውፅኣ ሓደ ለባም ሰብ ከም ዘድልያ ተረዳእኹ ኣዜብ ንወለዳ ሓንቲ በይና እያ ተማኽሮ ወይ ቆልዑት ሒዛ ጸጊሙኒ ብጽሕለ ኢላ ትጽውዖ ሰብ የብላን ካብቲ ገጢምዋ ዘሎ ጭንቀትን ድኽነትን ዘውፅእ ሓደ ለባም ሰብ ክገጥማ ካብ ልበይ ተመንኹ ምስ ኣዜብ ከይተፈለጠና ናይ ዝሓለፈን ሎምን እናዕለልና ብዙሕ ሰዓት ተጻዊትና ቡናና ሰታቲና ምስ ወዳእና ንዝገበረትለይ መስተንግዶ መስጊነ ናብ ገዛይ ክኸይድ ካብቲ ንሰዓታት ዝተቐመጥኩሉ ወንበር ብድድ በልኩ ግርማይ ሓወይ ናበይ ደኣ ደሊኻ ገና እኮ እዩ ሰዓት በለትኒ ክኸይድ ኢለ ካብ ወንበረይ ስለ ዝተልዓልኩ ድንግፅ ኢላ ሓቢርና ዘሕለፍናዮ ሰዓታት ሓፂርዋ መስዩ ንገዛይ ክኸይድ ክዳውንተይ ኣይጠራነፍኩን ፅባሕ ይኮን ኣብ መቐለ ክኸይድ በልክዋ ደው ኢለም ንሳ እውን ቀስ ኢላ ካብቲ ዝተቐመጠትሉ ወንበር ተሰእት እሞ እቲ ብርህ ኢሉ ዝወዓለ ገጻ ብሓደ ግዜ ክስመት ተኸዲኑ ብሓዘን ተውሓጠት ጽናሕ ኣይትኺድ ክትብለኒ ኣደልያ መስለኒ ዓይና ንብዓት መሊኡ ብዘይገለ ቃላት ዓይን ዓይነይ ጠመተትኒ እናርእየትኒ እንከላ ዓይና ንብዓት መሊኡ ንታሕቲ ብክልተ ምዕጉርታ ወረደ ሕዚ እውን ንዘይምብካይ ትፍትን ዘላ ይኾን እምበር ዓቕሚ ረኺባ ንብዓታ ክትቆጻጸሮ ግን ኣይከኣለትን ንብዓታ እናወረደ እናረኣኽዋ ከምቲ ናይ ቀደም ሓቝፈ ኣጆኺ ክብላ ነብሰይ ኣይእዘዝን በለኒ ውሽጠይ እናሓዘነ ንሳ እናነብዐት ደው ኢለ ዓይኒ ዓይና ረኣኽዋ ኣዜብ ዝኾነ ነገር እንተኾይና ኩሉ እቲ ዝስምዓ ስምዒት ኣብ ገጻ እዩ ዝንበብ እታ ዝተቐየረትኒ ሓንቲ ባህርያታ ንሳ ጥራሕ እያ ሕዚ እውን ናተይ ክኸይድ እየ ምባል ባህ ዘይብሎ ውሽጣዊ ስምዒታ ኣብ ገጻ ተጻሒፉ በጃኻ ኣይትኺድ ቁሩብ ጽናሕ ይብለኒ ከም ዘሎ ኣንቢበዮ ኣለኹ ግርማይ ሓዊ ድሕሪ ነዊሕ ግዜ ስለ ዝተራኸብና ኣዝዩ ደስ ኢሉኒ እዩ ብሓቂ ግዜ ሂብካ ምሳይ ስለ ዝውዓልካ ብጣዕሚ የቐንየለይ ዘይርሳዕ መዓልቲ ሕሊፍና ኣለና በለትኒ ኣብ ቅድመይ ደው ኢላ ኩለንተን ኣብ ብጣዕሚ እዩ ዝሕዝን ከም ካብ ሕቑፊ ዲኣ ተፈልያ ኣብ ቁሪ ደው ዝበለት ገልገል በጊዕ ጭብጥብጥ እያ ትብል ዘላ ብኢዳ ስሒበ ኣብ ውሽጢ ሕቑፈይ ኣእትየ ሓቂፈ እንተዘማሙቓ እንተዘረጋግዓ እንተዘፀናንዓ ብጣዕሚ ደስ ምበለኒ ይኹን እምበር ድሕሪ እዚ ኩሉ ዓመት ምፍልላይና ናብ ጓጓይ ኣእትየ ሓቝፈ ክሕብሕባ ኣይተበረሀንን ሎ መዓልቲ ዝሃብካኒ ዘይርሳዕ ጠቓሚ ምኽሪ ካብ መጠን ንላዕሊ ብጣዕሚ እዩ ደስ ኢሉኒ ልዕሊ ምግቢ መንፈሰይ ብጽቡቕ ምኽሪ መሊእኻዮ ጉልበት ረኺበ ይቐኒየለይ ንኹሉ ነገር ደጊመ ካብ ልበይ ይቐኒየለይ ክብለካ ሓጎሰይ ሙሉእን ዘይርስዓን ክኾነለይ ግን ሓደ ነገር ክሓተካ ተጸገመለይ በጃኻ በለትኒ ድምፃ ትሕት ተቢላ በጃኻ ኣይፋል እምቢ ከይትብለኒ እናበለ ዝልምነኒ ዘሎ ዝመስል ዓይና ኣብ ዓይነይ ተኺላ ስቑንቁን እናበለት እምቢ ከይብላ ከቢዱኒ ሕራይ ከይብላ ድማ ንምንታይ ከም ዝደለየትኒ ስለ ዘይሓበረትለይ ላንጋ ላንጋ ኾንኩ ዝኽእሎ እንተኾይኑ ሕራይ ጸገም የለን በልክዋ እንታይ ኢለ ከም እትሓተኒ ልበይ ደጊፈ ክትዛረብ እናተጸበኹ ሕራይ ምባለይ ደስ ኢልዋ ንሓንቲ ሰዓት ተጸገመለይ በለትኒ ቅንዕ ኢላ እናጠመተትኒ ሓንቲ ሰዓት ንምንታይ በልክዋ እንታይ ግበር ክትብለኒ ከም ዝሓሰበት ጨኒቑኒ ኣብ ዝኾነ ቦታ በጺሕና ንመለስ ሕጂ ገና 12 ሰዓት እንድዩ ዘሎ ልክዕ ሓደ ሰዓት ዜሮ ዜሮ ክትብል ከላ ናብ ገዛኻ ትኸይድ ኣይንዝንግዕን ሕራይዶ በጃ ከም ንኸይትብለኒ ግን በለትኒ ኢደ ሒዛ እናለመነትኒ እዚ ኩሉ ሰዓት ሓቢርና ደስ ዝብል ግዜ ሕሊፍና ክነብቅዕ ኣብ መወዳእታ ንዝሓተተትኒ ሓንቲ ሰዓት እምቢ ኢለ ዝነበረና ጽቡቕ ጻንሒት ብሕማቕ ስምዒት ክኽንበት ስለ ዘይደለኹ ናብ ምንታይ ከም እንኸይድ ከይፈለጥኩ ሕራ ይበልክዋ ደስ ክብላ ኢለም ክንየው ዘሊላ ተጠምጠመትኒ እቶም ደቀይ እውን ምሳና ይኸይዱ ሜሮን ወደይ ካብቲ ጎረቤት ክጽውዑ ኣብየል እውን ካብ ድቃሱ ተስኡ እዩ ዘሎ ክኸዳድኖ በለትኒ ሕራይ ስለ ዝበልክዋ ሕጉስጉስ ኢላ ህንፍፅ ህንፍፅ እናበለት ንሳ ንወዳ ክሳብ እትኸዳድን ኣብቲ መረባ ደው ኢለ ይፅበያ ኣለኹ ድሕሪ ዝተወሰነ ደቓይቕ ነፀላኣ ተኸዲና ሽፎን ቀምሽ ገይራ ምስ ወዳ ካብ ገዛ ድማ ወፀት ነጸላ ተኸዲና ምስ ረኣኹዋ እታ ሰሓቒት ምልክዕቲ ተፈታዊትን ተፈቃሪትን ቅድሚ ሸውዓተ ዓመት ዝፈልጣ ኣዜብ ኣብ ውሽጢ ሓንቲ ብናብራ ዝተሃስየት ገጻ ማድያ ዝወረራ ምስክነይቲ ጓል ተሓቢኣ ተርእየትኒ ናበይ ኮን ክትወስደኒ ደልያ ትኾን ናይ ሕሉፍ ክተዘኻኽር ሕሉፈይ ክትቅስቅሰለይ ድዩ ወይስ ካልእ ኣለዋ ኢለን ሕማቕን ጽቡቕን ክሓስብ ድማ ጀመርኩ ረኣየኒ እስከ ከመይ እዚ ነጸላ ጢሙለይ ዶ ነጸላ ካብ ዘይክደን ክንደይ ገይረ መስለካ በለትኒ ቀምሻን ነጸላኣን እናስተኻኸለት እቲ ቐምሽን ነጸላን ናይ ኣዴታት ክግዲ ኮይኑስ ብጣዕሚ እዩ ጸቢቕልኪ ዘሎ በልክዎ ኣነ እውን ከመሲለም ሕጉስጉስ እናበለት ቀቅድመይ ቅልጥፍ ቅልጥፍ ኢላ ወፅያ ናብ እንዳ ጎረቤት ኣትያ ነቲ ወዳ ሒዛቶ ተመለሰት እሞ ሜሮነይ ሰላም በሎ ኣኮኻ እዩ በለቶ ከም ቀልዲ ምሲላ እናስሓቐት ኣነ እውን እናስሓቕኩ ትሕት ድንን ኢለ ክልተ ምዕጉርቲ ሒዘ ስዓምክዎም ንስ እውን ደስ ኢሉ ኣንቃሪሩ ሓቆፈኒ ደቅኺ ክሪኦም ከለኹ ሰብ ብጣዕሚ እዮም ዝፈትዉ በልክዋ ንሰብ ዘለዎም ኣቀባብላን ጸባዮምን ደስ ስለ ዝበለኒ ምስ ካልእ ሰብ ዘለዎም ርክብ እውን እንታይ ከም ዝመስል እንተነገረትኒ ኢለ ብናይ ኣቦ ፍቕሪ ብጣዕሚ እዮም ተጎዲኦም ዘለዉ ካልኦት ቆልዑ ምስ ኣቦኦም ክፃወቱ ክርእዩ እንከለዉ ብጣዕሚ እዮም ዝቐንኡ ዘይሓትዎ ነገር የለን እቲ ዓብዪ ሓደ መዓልቲ ዘብልዖም ስኢነ ኣብዛ ገዛ ጭንቕ ኢሉኒ ምስ ርእየኒ እንታይ ኢሉኒ መስለካ ኣቲ ማሚ እዚ ኩሉ እናተፀገምናስ ከመይ ትኾኑ ኣለኹም ኢሉ ዝሓተና ዋላ ሓደ ዘመድ የብልናን ዲና ይብለንን መስለካ እንታይ ኢለ ከም ዝምልሰሉ ጭንቕ ኢሉኒ ኣዝማድና ኩሎም ኣብ ወፃ ዓዲ ኣሜሪካ ኣውሮፓ ካናዳ ዓዲ ዓረብ እዮም ዝነብሩ ሕጂ ኔትወርክ ስለ ዝተዓፀወ ስልክ ስለ ዘይሰርሕዮም ጠፊኦም ዘይድውሉ ገንዘብ እውን ዘይሰዱልና ዘለዉ እምበር ሰላም ምስ ኮነ ደኣ ክዳን ጫማ ሒዞምልኩም ክመፁ እዮም እዚ ወደ ኢለ እዩ ኣነ ከዓ እንታይ ደኣ ክብሎ ዋ ወላ ሓደ ዘመድ የብልናን ዶ ደኣ ክብሎ ኮይነ ዘይከውን ምልእቲ ለይቱ ዶ እንዳበኸ ክሓድር ወደይ ይገርመካ ኣነ ህዝቢ ትግራይ ኩሉ ዘመደይ ደመይ እዩ ኢለ እየ ዝኣምን ደቂ እውን ከምኡ ኢሎም ክኣምኑ ክሓስቡ ኩሉ ትግራዋይ ሓው ምዃኑ ክፈልጡ እየ ዝደሊ ሕጂ ምሽ ርኢኻዮ ኣኮኻ እዩ ስለ ዝበልኩ ብጣዕሚ እዩ ተሓጒሱ ዘሎ እንታይ በለት ትብለኒ ነቶም ናይ ጎረባብቲ ቆልዑ ጽባሕ እናዞረ ኣኮይ ገዛና መጺኡ ነይሩ እናበለ ክዛረቦም እዩ በለትኒ ክምስ ኢላ ወዳ ንዓይ ብምርካቡ ስለ ዝተሃደሰ ደስ ኢልዋም ክልቲኦም ደቃ ቀቅድሜና እናተጓየዩ እናተፃወቱ ይኸዱ ኣለዉ እዞም ጎዮም ዘይወድኡ ቆልዑት እዚኦም ብክንክን ካብ ግዘ ንእስነቶም ጀሚሮም ብምኽርን ደገፍን እንተዓብዮም ንኣዜብ ጥራሕ እንተይኮነስ ንመላእ ህዝቢ ትግራይ ዝተርፉ ሰብ እንትሓምም ዝሕክሙ ደኳትር ጎቦታት ሃንዲሶም መንገድታት ዝሰርሑ ዓበይቲ ህንፃታትን ፋብሪካታትን ዝሃንፁ ኢንጂነራት ህዝቢ ዘገልግሉ መራሕቲ ሃገር፣ ነጋዶ፣ ወለዶ ዝሃንጹ መምህራን፣ ሃገር እንትትድፈር ዶብ ድንበሮም ዘብዐ ኮይኖም ህዝቦምን መሬቶምን ዝሕልዉ ተጋደልቲ ከም ዝኾኑ ዘጠራጥር ኣይኮነን። ብዘይ ክትትልን ክንክንን እንተዓብዮም ድማ ኣብ መወዳእታ ሸኽሚ ህዝብን መንግስትን ከም ዝኾኑ ዓዶም ጸሊኦም ስደት ከም ዝመርጹ ዘይሰሓት ሓቂ እዩ ዋላ ደቀይ ይኹኑ ኣነ እውን ካብ ኣዜብ ብዘይናኣስ እዞም ቆልዑ እዚኦም ጽቡቓት ዜጋታት ኮይኖም ንኽዓብዩ ናይ መጻኢ ህይወቶም ዝተስተኻኸለ ንክኸውን ከም ሓደ ትግራዋይ ዓብዪ ሓላፍነት ከም ዘለኒ ተረዳእኹ ኣነን ኣዜብን ጎንን ጎኒ ኮይና እናዋጋዕና ሜሮንን ኣቤልን ድማ ኣብቲ ብሰንኪ ሕፅረት ነዳዲ ተሽከርከርቲ መካይን ዝሓረሙ ጎዳና ቀቅድሜና እናጎየዩ ንሕና ብድሕሪት እናሰዓብና ንኸይድ ኣለና ጎደናታት ኣኽሱም እቶም ወረርቲ ካብ ዝወፁ ቁሩብ ሰላማዊ እኳ እንተመሰለም እቲ ኣብ መንገዲ እትሪኦ ሰብ ግን ልክዕ ከም ኩሉ ትግራዋይ ካብቲ ኣብ ልዕሊኡ ዝበፅሖ ሓያል ግፍዕን ጭንቀትን ገና ዝተላቐቐ ይመስለን ኣብቲ ጎደና ሓደ ሓደ ሰባት ብጉጅለን ብፅምድን ኮይኖም ናይ ኣጋምሸት ንፋስ ንምውሳድ ክናፈሱ ዝወፁ ሰባት እናረኣና ንሕና እውን ናይ ኣጋምሸት ጥዑም ኣየር ከተማ ኣኽሱም እናስተማቐርና ድሕሪ ሸውዓተ ዓመት ብጎደናታት ኣኽሱም ሓቢርና ክንዛወር በቕዓና ናይ ፍቕሪ መሓዙት እናሃለና ምሸት ምሸት ኢድንኢድ ተተሓሒዝና ብእግርና ዝኸድናዮም ጎደናታት መእከቢ ጓሓፍ ኮይኖም ረሲሖም ኣፍ ንኣፍ ገጢምና ናይ ፍቕሪ ወግዕታት ዘውጋዕናሎም ካፌታት ድማ ተዓጽዮም ተዘሪፎም ምስትያቶም ተሰባቢሩ ረጊፉ ይሪኦም ኣለኹ ከተማ ኣኽሱም ኣብ ልዕሊ ግርማኣ ካልእ ግርማ ጽባቐኣ ወሲኾምላ ምንጪ ኣታዊኣ ካብ መላእ ዓለም ንዝመጹ ቱሪስታት መዕረፊ ዓይኒ ዝኾኑ ቅርስታትና ብሓመድ ተሸፊኖም እቲ ኣብ ልዕሊኦም ኣብ ልዕሊ ህዝቦምን ዝበጽሐ በደል ኣብ ቅድሚኦም እንትፍጸም ዝረኣይዎ ኩሉ ቃል ምስክርነት ንክህቡ ቋንቋኦም ዝትርጉም ሰማዒ ክሳብ ዝረኽቡ ዝጽበዩ ዘለዉ እዮም ዝመስሉ ዓደይ ተባርዮም ዓሚጾማ ዓደይ ቅርስታታ ዘሪፎም ዓደይ ዝሕንዝሕ ኣንቢዖማ ዓደይ ጋሕ ሓቢሎማ ጥራሕ ኣቕርዮማ ዓደይ ንድሕሪት መሊሶማ ዓደይ ኣንቢዖማ እናበልኩ ብውሽጠይ ብዙሕ ሓሰብኩም ዓደይ ሕዚናትኒ መዓስ ኮን እያ ናብ ንቡር ትምለስ? መዓስ ኮን እዮም ደቃ ሰላማዊ ናብራ ምንባር ዝጅምሩ? መዓስ ኮን ናይ ኣዴታት ሓዘን ሓሊፉ ዝጸዓደየ ጸጉሪ ርእሰን ዝቑነና ጠስሚ ዝጣሰማ ሳስላ ኣቴን ዝርእየን እናበልኩ ኩሉ ነገር እናሕዘነኒ ምስ ኣዜብ ናብቲ ዘይነገረትኒ ምስጢር ዝበለቶ ቦታ ይጓዓዝ ኣለኹ። ኣዜብ በዚኣ ንኺድ ኢላ ካብቲ ሒዝናዮ ዝነበርና ዋና መስመር ኣስፋልት ተሻጊርና ናብቲ ሓወልቲ ዝርከበሉ ከባቢ ብሓንቲ ቐጣን መንገዲ መርሓትኒ። ህፃን ቆልዓ እናሃለኹ በጻሕቲ ሃገር ክመፁ እንከለዉ መስቀልን ካልኦት ቅርጻ ቅርጽን በብዓይነቱ መስቀል እናቐረጽኩን ሽሞም ሽም ዝፈትዎም ሰባትን እናጸሓፍኩ ነደይ ቡንን ሽኮርን መግዝእ ዝኸውን ገንዘብ ንምርካብ ዝኾነ ዝነበርኩ ዘከርክዎም። ከምቲ ዓለም ዝፈልጦ ሓወልቲ ኣኽሱም ምልክት ስልጣነ እያ። ቀዳሞት ጥንታውያን ተጋሩ ወነንቲ ብዙሕ ታሪኽን ያታን ከም ዝኾኑ ብዓበይቲ ዓዲ እናተነገረኒ ኣነ እውን ንኻልኦት እናነገርኩ እየ ኣብ ኣኽሱም ባፂሐ። እዛ ሓወልቲ እዚኣ ኣብዚኣ ንዘመናት ደው ኢላ ናይ ክንደይ ዘመን ልምዓት ናይ ክንደይ ዘመን ጥፍኣት ናይ ክንደይ ሰብ ሓጎስ ናይ ክንደይ ሰብ ንብዓት ኮን ሪኣ ትኸውን ግዘ እንትልወጥ መንግስታት እንትሓልፉ ንሳ ግን ደው ኢላ ኣላ ኣኽሱም ካብተን ጥንታውያን ተባሂለን ዝፅውዓ ዓብዪ ንግዲ ዝካየደለን ዝነበረ ናይ ዓለም መንግስታት ሓንቲ እያ ነይራ ኣኽሱም ካብ ኣፍሪካ ሓሊፉ ንኣውሮፓ ዘፍርሕ ጥንኩር ዝበሃል መንግስቲ ዝነበራ ንፈለማ እዋን ቅድሚ ሞዛርትን ቤትሆቨንን ናይ ሙዚቃ ኖታ ብጽሑፍ ብምስሊ ዘቐመጠ ቅዱስ ያሬድ ዝተወለደላ መናገሻ ብርክት ዝበሉ ንጉሠ ነገሥታት ኮይና ናይ ቅድስ ድንግል ማርያም ጽላት ዝዓረፈላ ስልጣነ ጥንታውያን ተጋሩ ዝገልጹ ብርክት ዝበሉ ናይ ብራና ጽሑፋት ዝርከብዋ ንፈለማ እዋን ወርቂ ነሓስን ብሩርን ቀሪጾም ከም መተዓዳደጊ ሰናቲም ገንዘብ ትጥቀም ዝነበረት ዓባይ ዓዲኣ ነይራ ኣኽሱም ይኹን እምበር ሎሚ ብርክ ዝበሉ መስሕባት ቱሪዝም እናሃለውዋ ኣብ ዓለምናታ ተሃራፊትን ተባሃጊትን ከተማ ክትከውን እናኸኣለት ወጻእተኛታት ዝዓርፍሎም ደረጃኦም ዝሓለዉ ዓበይቲ ሆቴላት፣ ዜጋታት ስራሕ ሰሪሖም ዝልወጥሎም ፋብሪካታት፣ ህፃናት ዝዘናግዕሎም መዘናግዒ ቦታታት ክትውንን ክትምዕብል ፍልፍል እቶት ትግራይ ክትከውን እናተገበኣ ኣብ ልዕሊ መሬታን ኣብ ትሕቲ መሬታን ዘሎ ዕቑር ሃብታ ብኣግባቡ ከይተጠቐምናሉ ካብተን መወዳድርታ ዝነበራ ጥንታውያን ናይ ዓለምና ከተማታት ብብዙሕ ንድሕሪት ተሪፋ ኣብ ትሕቲ ድኽነት እያ ጸኒሓ ኲናት ምስ ተጀመረ ድማ እተን ኣብ 30 ዓመት ዝተሰርሓ በጻብዕቲ ዝቝጸራ ፋብሪካታት፣ ዩኒቨርሲቲ፣ ሆስፒታልን መንገድን ሓዊሱ ብሰራዊት ሻዕብያ ተወሪሩ ዓንዩ ተቓጺሉን ተዘሪፉን እዩ ዘሎ። ሰላም ጥራሕ ይኹን እምበር ህዝቢ ትግራይ ሃገር ከም ዝህነጽ ሃገር ሰሪሑ ንምርኣይ ዝኸብዶ ህዝቢ ኣይኮነን። እዚ ህዝቢ እዚ ጠንካራ ቆራጽ መራሒ ይርከብ እምበር ደሙን ህይወቱን ንዓዱ ክህብ ዘይሰስዐ ህዝቢ ንልምዓት ክሰንፍ ክድቅስ እዩ ኢልካ ምሕሳብ ዘይሕለም እዩ መንነቱ ዘኽብረሉ ውሽጣዊ ሓይሉን ሓድነቱን ዝፈልጠሉ ኣብ ሓፂር እዋን ምስ ዓለም ዘራኽቦ ቅኑዕ ዓምዲ ኮይኑ ብተኣማንነት ዘመሓድር መራሕ እንተረኺቡ ኣብ ዓለምና እቲ ብሓዊ ተፈቲኑ ወርቅነቱ ዘመስከረ ስልጡንን ሃፍታምን ህዝቢ ዘይኮነሉ ዝኾነ ይኹን ምኽንያት የለን ኣነ ዝብለካ እቲ ንገሶም እቲ መማህርትና ዝነበረባ ትዝክሮ ዶ ኢላ ኣዜብ ካብ ሓሰበ ይበራበረትኒ መን ኢልክኒ ይቕሬታ ብንጹር ኣይሰማዕኹኽን መን ኢኺ ዝበልኪ በልክዋ ካብቲ ከይደዮ ዝነበርኩ ሓሳብ እናተመለስኩ ዋ ኣታ ገዲፍካ ንዳእ ናበኸድካ ብዛዕባ መን እየን ቆናጁ ትሓስብ ነርካ ማለት እዩ ወደይ ትሰምዐኒ ኣለኻ ኢለ እዚ ኩሉ እናተዛረብኩስ ብሓሳብ ጭልጥ ኢልካ እውይ ጉድ እዚ ኩሉ መንገዲ ከም ፀልልቲ በይነ እየ ዝልፍልፍ ነይረ ማለት ድዩ ክንድዚ ኣብ መንገዲ እናኸድካ ብሓሳብ ውነኻ ዘጥፍእ ዳ እንታይ ረኺብካ ወደይ ዋ ዋነ ዘይረኽቦ ዘይብለይ ዋታ ኢላ ሰሓቐት እቲ ዝሪኦ ዘለኹ ናይዛ ከተማን ናይዚ ሰብ ኩነታትን እንዲሕዙን ንስቕ ኢለ በይነይ ኣብ ሓሳብ ጥሒለ ጸኒሐ በይዘኺ እሬታ ሕዚ እውን መሊሰ ኣለኹ መን ኢኺ ዝበልክኒ በልክዋ እንታይ ከም ዝበለት ኣዳጊገ ሰሚዐ ክምልስ ደልየ ኣንገሶም እቲ ወዲ ክፍልና መማህርትና ዝነበረ ትኳ ብጣዕሚ ንፉዕ ትምህርቱ ዝነበረ ወዲ ጸሊም ወዲ ኣይመጸልካን ኣይዘከርካዮን እናበለት ናይ ቀደም መማህርተይ ዝነበረ ንፉዕ ወዲ መልክዑ ቁመቱ ከባቢ መንበሪ ገዝኡ ከይተረፈ እናፀርሐት ክተዘኻኽረኒ ፈተነት ዋው ዘኪሩ እዩ ከመይ ኢለ ክርስዖ ብሰንገሶም ደኣ ኣይብ ሓደ እንዲና ኮፍ ንብል ነርና ሓደ ግዜ እኮ ኣብ ዓሰርተ ሓደ ክፍሊ ይመስለኒ ተመራሪሕና ቀዳማይን ካልኣይን ውፅና ነርና ኢና ትዝክርዶ ግን ኢለ ሓሳበይ ገና ከይወዳእኩላ ኣብዚኣ ቀቲሎሞ ኣብዚኣ ቀቲሎሞ ከይዶም ወደይ ዞም ሸያጥን ሬሱስ ኣብዚኣ ተረኺባ ኣዲኡ እውን ናይ ወደን ሓዘን በርትዒውን ብጣዕሚ ሓሚመን ጸኒሐን ኣብ ሰሙና ድማ ንሰን እውን ዓሪፈን ምንም ዘይኣበሶም እባ ወዲ ኣብዚኣ ቀቲሎሞ ከይዶም መንገዛ ዓዱ ውይ ውይ ክጭክኑ ኣብዚ ከባቢ ክንደይ ሰብ ክንደይ መናእሰይ ቀቲሎም መስለካ ናይ ሰብ ደም ከም ውሕጂ ዝፈስስ ነይሩ ኣብዚ ናይ ሰብ ሬሳ ኣብቲ ናይ ሰብ ሬሳ እንታይ እሞ ክብለካ እየ ኣብ ዝኸድካዮ ሬሳ ጥራሕ እዩ ዝርከብ ነይሩ ብሓቂ ሕማቕ ዓይን ርኢና ኣብ ህይወተይ ከምዚ ዓይነት መስካሕክሐ ነገር ክርኢ ኢለ ንደቂቕ ሓሲበ ኣይፈልጥን ብጭካነ መንእሰይ ክሶም ወዲኦም እንዲዮም ከይዶም እንታይ ዶ ሓዲጎምልና እዮም ኣታ ግርማይ ሓወይ ኣዝዩ ብጣዕሚ ብዙሕ ሰብ እኮ እዮም ቀቲሎም ዝኾነ ይኹን ሰብ ካብ ገዛ ገዛ እናውፅ ውርሽን ውዒሎሞ ከመይ ዓይነት ግፍዐኛታትን ጨካናትን መሲሎምኻ እዚኣቶም በለትኒ እቲ ኩነታት ኣብ ሕልናኣ ተቐሪጹ እናዘከረቱ ኣዜብ ናይ ብርክት ዝበሉ ሰባት ሽም ዝርዝር እናፀርሐት ምዝራብ ምስ ቀጸለት ርእሰይ ጸረውረው ኢሉኒ ብክልተ ኢደይ ርእሰይ ሒዘ ንድሕሪት ተረፍኩ ንሳ ኣብ ናይ ሓዘን ስምዒት ኣትያ እቲ ዝሐለፈቶ እናተረኣያ ንቕድሚት እናሰጎመት ሽም ዝተረሸኑ ብርክት ዝበሉ ዝፈልጦምን ዘይፈልጦምን ናይ ቀደም መማህርተይ፣ መሓዙተይ፣ መትዓብይተይ፣ ዓበይቲ ዓዲ ኣቦታት፣ ኣዴታት እናጸውዐት ብዙሓት ንጹሃን ወገናት ብዘስካሕክሕ መንገዲ ኣብ ዝተፈላለዩ ቦታታት ከም ዝተረሸኑ ኣርድእትኒ። ኣብ ኣኽሱምን ከባቢኣን ብዙሕ ሰብ ብጭካነ ከም ዝተቐትለ ቅድሚ ብኣካል ምምጽእይ ካብ ሰብ ብወረያ ወረ ከምኡውን ዝተቐረጸ ምስሊ ቪድዮን ፎቶን ርእየ ነይረ እየ ይኹን እምበር ብኣካል ኣብቲ ናይ ወገናተይ ደም ዝፈሰሰሉ ቦታ ተረኺበ ደው ኢለን ትዕዘብ ግን በጃኹም ንሕና ንፈልጦ ነገር የለን ሰላማውያን ሰባት ኢና ኣይትቕተሉና በጃኹም ዝብል ልመንኦም ሓባስ ዝሰኣነ ንብዓቶም ረዳእ ዝሰኣነ ኣውያቶም እቲ ከንቱ ዝፈሰሰ ንጹህ ደሞም ዝነጠሩ ዝዓረፉ ሓመድ እምኒ ኩሉ መንፈሶም ዓሲልዎ ሰማዕ ስኢኑ ፍትሒ ከናዲ እቲ ትንፋሶም ኣብቲ ኣየር ንፋስ ኮይኑ ኣብቲ ተኽሊ ቆጽሊ ተመሲሉ ኣብቲ ሓመድ ኣብቲ እምኒ ናብ ሰማይ ከይዓረገም ይንከራተት ፍትሒ ይጽውዕ ይልምን ከም ዘሎም ቁሊሕ ናብ ዝበልክዎ ኩሉ ናይ ወገናተይ ርድኡኒ በይዛኹም ርድኡኒ ዝብል ኣውያትን ብኽያትን ስምዐኒ ዘሎ እናመሰለኒ ጸጸኒሐ ርእሰይ ብክልተ እዳወይ እናሓዝኩ ብሓዘን ርእሰይ ክፍንድእ ቀረበ ብጣዕሚ ኣዝዩ ፈታኒ ዝበሃል ከቢድ ግዜ ኢና ኣሕሊፍና። ሓደ ሰብ ሬሳ ከየልዕል እናበሉ እቲ ዝቐተልዎ ሬሳ እኳ ናይ ዘለኣለም ዕረፍቲ ንኸይረክብ ሓመድ ድበ ከይጥዕም ምኽልካል ከም ጅግንነት ቆጺሮሞ ብረት ሒዞም ንሰብ የፈራርሑ ነይሮም። ካብዚ ዝተልዓለ ኩሉ ሰብ ጸልሚትዎ ዝገብሮ ጨኒቕዎ ኣብ ገገዝኡ ተዓጽዩ ይነብዕን ይጽልይን ነይሩ። ድሕሪኡ ዓበይቲ ዓድን ናይ ሃይማኖት ኣቦታትን ተኣኪቦም ናብቶም ሓለፍቶቶም ከይዶም በጃኹም እቶም ዝወደቑ ሬሳ ኣራዊት ከይበልዖ ኢሎም ይሸትት እውን ስለ ዘሎ ስለ ፈጣሪ በይዛኹም ክንቀብሮም ኢሎም ፍቐዱልና ኢሎም ነቶም ሓለፍቶት ልሚኖሞም ኣብ እግሮም ወዲቖም ድሓር ምስ ለመንዎም እቲ ሬሳታት እናተኣረየ ክቕበር ተገይሩ እምበር ናይ ሰብ ሬሳ ከም እንስሳ ተደርቢኡ ዘልዕሎ ስኢኑ ጨንዩ ነይሩ ወደይ ክንደይ ተስፋ ዝነበሮም መናእሰይ ኣሕዋተይ ረጊፎም መስለካ ኣዝዩ ሕማቕ ዘይርሳዕ ግዜ ሓሊፉ እውይ በለትና ኣዜብ እቲ ዝሓለፈ ስቓይ ኣብ ሕልናኣ ንዓኣ በሰላ ገዲፉላ ሓደ ብሓደ ከየዛነፈት እናዘከረቱ